ኣነ ምእቲ ብምእቲ ጠቃሚቲኣ ኣይብለክን ጎዲኣቶ ለይብለክን ማለት እዩ ጥቅሙ ለለዎ ጉድኣት ለለዎ ሃምቲ ዝመፅኦ ቃልሲ ንህዝቢ ትግራይ እንታይ እዩ ክርባሕ ነይርዎ ብዙሕ ነገር ኣለሱ ኣብዚኣ ሰዓት እዚኣ ግና ማለት እዩ በተለይ ብዚ ኣብዚ ጆኖሳይድ ትፈፀመልና ሰዓት እዚ ግና ፈሪማ ዝመፀት እሳ እያ ፈሪማ ዝመፀት ካብ ዝደለክዎ መከራን እንትንይ ደማ ዝታውፅእ ውድብ ሕዋሕት እያ ካልእ ኣይኮነን ፈሪሙ መፅኡ ምስ ፈደራል ተዳራዲሩ ድመፀ እሱ እዩ እቲ ካይዳ እውን ሐዚ እቲ ጆነሳይድ ንምጥፋእን ህዝቢ ትግራይ ብደይ ናይ ጆነሳይድ እንትኑን ከይጥይቅ ዝኸደሎ እዩ ናይ ብልፅግና ኣካይዳ ማለት እዩ ሂኖ ይፈልጥ ኣሎ ኣነ እውን እሱ ይፈልጥ እየ ማለት እዩ ንባዕለይ ንግለይ ክብለኪ ሕወሓት ኣብ ሰዓት እዚ ትጥፋእ ኣይብላን እየ ሓደ ውድብ ለይ ይጥፋእ ኣይበሃልን ሓደ ፓርቲ ኣምፅእኻ ኢኻ ፓርቲ ትቐይሮ ደኣ ኣሎ ኣብ ድማዕበለ ዓድታትስ ክልተ ፓርቲ እንሆ እቲ ህዝብኻ ኣንቕዕኻን ኢልኻን ኢኻ ትኸዶ ብምርጫ ክካየድ ኣነ ደስ ይብለኒ ሕጋዊ ዝኾነ ምርጫታት ተኻይዱ ካልኣት ፓርቲ መፅኤን ኢለኩ እኮ ካልእ ፓርቲ ለ መፅኡ ዚስ ሃምዚ ሃምዚ ዓይነት ንህዝቢ ትግራይ ድሐሸ ማለት እዩ ካብ ናይ ሕወሓት እንድሕ ኮይኑ መፅኡስ ኣነ ደይድግፈሉ ምክንያት የለይ ብዛ ንባዕለይ ግና ኣይረእኹን ሃምኡ ኢሉ ድመፅእ ፓርቲ ሒዙ ኣይረእኹን ማለት እዩ ስለሱ ክሻው ዝሕዚ ሓደ ሕሸት ኢለ ድርእያ ሳኣያ ሳየ ድግፍ ማለት እዩ ሕዚ እንታይ እናመስልኪ ንኣብነት ሕዚ እስኺ ብዓይኒ ረብሓና ማሕበረሰብ ሳይረእኹየ ማለት እዩ ማለት ትግራይ ብሙሉ ኣካት ትዘር ነብርክሲ ይጥፋእ ኣይበሃል ይብልኺ ህወሓት እኮ ለህዝቢ ትግራይ ይጥፋእ ብላ ልወሰነት ውድብ ኮያ ወንጀለኛ ውድብ ኮያ ሰራቂት ውድብ ኮያ ዓማጺት ደቂ ኣንስትዮ ውድብካያ ናትግራይ ሃፍቲ ናህዝቢ ትግራይ ሃፍቲ ጓሕጒሓ ላጥፈእት ውድብካያ ሰማንያ ሰለስተ ዓመተ ምህረት ኣዲስ ኣበባ ተቆጻጽራ ትመጽላ ሰማንያ ኣርባዕተ ታርካ ክጸውየኪ ትእምት ልበሃሊ ደደቢት ማይክሮ ፋይናንስን ልበሃል ማረት ልበሃል ካብ ደገ ሒዘ መጸ ብላ እትሕሽያ ኣብ በረኻ ከይድኻ ሰበ ሰውእኻ ነፃነት ሕዝኻ ትመፅእ ድኣም ቅርሺ ሕዝኻ ኣይትመፅኢ ሰራቂት ምንባራ ካሻዒቱ ኢሉ ዝክሮ ኣነ ዋላ ኣብዚ ናሐዚ ደግማትና ታብላትና መኸተ ብላ ሙሉእ ደመወዝና ዓዲ ዓረብ ፈጨጭ ብላ ዳይፐር ቃይርና ድሃብናያ ቅርሺ ድህዝቢ ትግራይ ድሮን ንዕድገሉ ኣለና ብላ ኣብ ክልል ኣምሓራ ብድበፀሐ እዚ ቅርሺ ብድሮን ተቃፅሉ ብላ ኣጨርብራ ድበለዐት ውድባ ውድብ ሕወሓት ብዛዕባ እዚ ፕሪቶርያ ውዕል ተናገርክናኺ ማለት እዩ ፕሪቶርያ ውዕል ተደራድራ ሕዚ እንደገና ጀኖሳይድ ልምጥፍፋ እዩ ብልፅግና ድኸዶ ኣለብልኺ ህወሓት ባዕላ እኳ እያ ጀኖሳይድ ኣይትፈፀመይ እዚ ሰላማዊ ሰልፊ ድገበርክዎ ቀንጠብጠብ ክብል ሸንዳሕዳሕ ይመስልኒ ሃምዚ ዘትገብር መስልኒ ኣብዩ ዋይ የጨረባ ምርጫ ነበረ እውን እማንካ እዩ ሐዚ ለንዓ ንፈራረም ኢላ ኸይዳ ተጎንብሓ ልፈረመት ህወሓት እዋ ህዝቢ ትግራይ ኣይኮነ ካብኡ ለለ ምፅእ ብላ ታብላትና ኣነ ድደ ደብረ ፅዮን ማለት ለኣቶም ደይሙች ብድኾነ ጌታቸው ላብ ስልጣን ስለ ድመፀ ጌታቸው ፕሬዚዳንት ብልኾነ ዋ ኣፍርስዎ በቃ ምስ ብልፅግና ሳይትፈራረምና ይብሎም ምስ መን ማትፈራርምኹም መልሲ የለ ሕዚ ለታብ ኣለዎ ብልፅግና ስለ ለኣወዮም ደኣም ብልፅግና ሓዝሎሞ ክኸዱ ኣብ ርእሶም ገብሮም ጫምኡ ላፀረጉ ኣብ ናይ ኣብይ ኣሕመድ በሪ ላንኳሕኩሑ ዝኸድለዉ ናይ ሕወሓት ፓርቲ እዮም ጓል ራያ ይኾንኹ ዳንኳሕኩሑ ኣለኹ ካብኡ ሌለ መግለፂ ኣምፃ ብሎም እናመሰግናለን ኣብይ ኣሕመድ ድበለ ደብረ ፅንተት ዋና ኣቦ ወንበር ናዛ ውድብ እዮም ኣቐፅል ኣብላለ ለሞንጀሪኖ ጀርጃሮ ታብላ ዲ ተጋዳላይ ወይም ቲዲኤፍ ሰለስተ ሚእቲ ደሞዝ ክበዝሖ ይብላ ደበለት እያ ልሊ በዓል ምግበይ ውድብ ህወሓት ላፍሬቶም ኣብና መለስ ዜናዊ ዘመን ብስርቆት ዝተባረሩ ልትድኤፍ ኢዱ እግሪ ትማሊ ካብ ጉድጓድ ዳውፆም ተውሎም ሓሳኽ ክብሎም ተፃረፉ እዮም እዛ ውድብ ህወሓት ጥዑይ ሰብ ፀውዕለይ ይብለኪ ዓሳድ ድራያ መዓረይ ጥዑይ ሰብ ኣይትፅውዕለይ ጠቕላላ ኣድነው ብርቅዬ ደናቁር እዮም ሁለዮም የኣነ ብናተይ ብርቅዬ ደናቁር ኣብ ትግራይ ብርቅዬ እንስሳ ኣይብናይ ብርቅዬ ደናቁር ግን እነሆና እዮም ቱሪዝም ባህሊ ቱሪዝም ክሰርሐሉ ዝግብኦም እዚኣቶም ዓለም ክሪኦም ዝኾነ ሓደ መናፈሻ ሰርሑ ደናቁርና ዓለም ትጉብንዮም ጥራሕ ድነዎም ኣለኹ ኣነ ሕዚ ህወሓት ብሃመይ መለክዕዩ ለኣነስ ጠቃሚትኣ ጎዳኢታ ብስሩ ኣብ ምርጫ ተኣትለስ ኣይኾንቲ በተለይ ብዝሐዚ ሰዓት ኣሕዋትና ወድኣ ሓደ ነጥቢ ምናምን በልዓ እዝና መናእሰይ ስጋስ ኣብ ዝተወትፍዎምስ ብዓፅሚ መናእሰይ ሌላ ሃም ዝገሮም ያውፅዎ ኣለው ሃምዛ ብሎም ማለት ሃምዛ ብሎም ብስቶር ድዩ ዝበሃል ዘን መልቋቃታት ደቂ ኣንስትዮ ድሰትያ ልመምጠጥ እንሆ ብኡ ገብሮም ዳመጠጡ ዳማሰሩ ደም ህዝቢ ትግራይ ተፈናቀልቲ ትርልዩኹዮም ኣብ ፈቆዶ ኬንዳ ተደርብዮም መሬት ራያ ቆርሾም መሬት ወልቃይት ሓልፎም ህቦም መሬት ምዕራብ ሙሉእ ንሙሉእ ኣረክቦም መሬት ዛላምበሳይ ኢሮብይ ልሻዕብያ ህቦም ሃምና ሕወሓት ድበለ ተቃልሱ መሬቱ ለረክብ ንመጀመርያ ግዜ ውድብ ርኤ እነኹ ኣነ ተቃልሱ መሬት ላምልስ ውድብ ድኣን ተቃልሱ መሬት ላረክብ ንመጀመርያ ግዜ ኣብ ትግራይ ድሮ ኣለኹ እዚኣ ውድብ ህወሓት ትበሃል ሌለ ተመልሱ ስዕረ ይብሉ ልመፅእ ስዕረ ተስዕሩ ልሃለየስ ስዕረ ልብል እንድሕር ስዕርካስ ብሃመይ መለክዒ ምድርካ ታረክብ ሃመ ገብርካ ሃፍትካ ታዝርፍ እንድሕ ስዕርካ ምስዓር ማለት እኮ ትለሎ ነገር ምቁፅፃር ምክልኻል እዩ ስዑር ሓይሊ ማለት እዩ ህወሓት

በሎም ቁረጾምኪ ደርፊ ገብረዲ ተጋሩ ሸወድኹኪ ድሕሩ እኪ ሓደ ነጥቢ ሓሙሽተ ማሕበረሰብ በላዕኹኪ ድሕሩ እኪ ድሕሩ እኪ ሃገረ ትግራይ ድብል ሻውዳን ቃላት ጸሓፍኹኪ ናዛ ዋይ ወዲ ብፍላይ
ብጣዕሚ እዚ ኢላ ኮነ ናምዚ ዓይነት ዘረባ ኣብ ሚድያ እንትናይ ንበላ ብጣዕሚ ኢላ ህዝቢ ኖ ኖ እንትንን ኖ ኖ ኖ ንፍለጦም ኣሳዲ ንኽእል ማዓረይ

ዳብ ፀላኢ እንድሕ ኮይዱ እየ ሰብ ኣነ እንትን ድብሎ ብልፅግና ድኾነ ሰብ ምስ ኣነ ላይ ዛራረብን ብልፅግና ብልፅግና እዩ ፀላኣይ ስለ ድኾነ ማለት እዩ
ስባብልና ሕወሓት ምስ መን ትሰርሕ ሕጊ ትብላ
ምስ መን ትሰርሕ ምስ መን ትሰርሕ ምስ መን ትሰርሒ እያ ፈሪማ ዝበልክኒ ዓንተዎ ምስ መን ምስ መን ትሰርሒ ኣነ ስክሲ ታይ ታይ ክንገብር ንፈራረም እና ኣነ ሓደ እኮ ስክሲ እዮም ኢቭን እኮ እዮም ኢቭን እኮ እዮም ሓደ እኮ እዮም ስልጣኖም ትሰርሑ እኮ ሓደ እኮ እዮም ብዓለም ስልጣኖም። ብመንግስታት ተዋሃቦም እኮ እዩ ሕጊ እኮ እዩ ሕጊ ስርዓት እኮ እዩ ህወሓት ንትግራይ ሕጊ እንትን ኢላ ስርዓት ፈሪማ እኮ- ኣላ ብልፅግ መኒሱ ለለ ፈደራል ለለ ኣሎ ማለት እዩ ዲስስ እኮ ባ- ብሕጊ እኮ እዩ ብሕጊ እኮ እዩ እዚ ናይ ዓለም ሕጊ ድሃባ ብልፅግናለ ተገዲዱ ንክፍርም ማለት እዩ ሰላም ንካውርድ መሬት ትግራይ ንክምልስ ትፈረሞ እኮ እዩ። ሓንቲ እኮ እያ ትብፅሖም እታ ሕጊ እኮ ንክልተኦም ሓንቲ እያ ትፈልጥለኪ ማለት እዩ ኣሳድር እሞ ስምዕኒ ሓደ ዝኾነሉ ሲ ጌታቸው ረዳ ናይ ህወሓት ኣባል ድዮ የኾነ ነይሩ ማእዘ እስካዕ ህንደይ እስካዕ ማእዘ ይረዱ ማለት ኣብ ንሕወሓት ኣባልነት እንታይ ተገይሩ ኣትዩላ ክሻውታ ጉባኤ ዳ ኣትዩላ
ሕዚ እስኺ ምስቶም ጉባኤ ልኣተዩ ድኽኒ ኸ እወ
ፅቡቅ ብሃመይ መለክዒ ጉባኤ ኣቲኹም ኸ እንታይ ለውጢ ኣምፂኹም ጉባኤ መእተይ ልምንታይ መኸተለይ ገምገምኩም ሃመይ መኸተማ መኸተ እኮ ትገምጊሙ እኮ እዩ መኸት እኮ ኣበይ ጌታቸው እኮ ነዚ ዳስፖራ እኮ ኩሉ ፀውዕዎ ስምዐ ኖኖኖኖኖ 2024 2024 ፌብራሪ ጌታቸው ብደንቢ ፀዊዕና ዙም ሚቲንግ ተገይሩ ናይ ዓለም ኩሉ ዳስፖራ ኣትዩ ተጠይቑ እዩ ጌታቸው የስ ሪከርድ ዘለዎም ሰባት ዝም እኮ ናይ ምስጢር ወግዒ እዩ ናይ ምስጢር ምስጢር ታዋግዐሉ እዩ ንዓይ ዶ ኣያ በላይ ኣያ በላይ ናይ ምስጢር ኣይኮነን ብዓለም ተጠይቑ ብኮሚኒቲኡ ብህዝብኺ ብኣዋጅ ትነግርዮ እዩ እምበሪ ኣያ በላይ ፅንሕና ፅንሕ ምስ ኣይና ንዘራረብ ዘለና ሓደ ናይ ምስጢር ኣይኮነን ነይሩ ዋይ መኸተ ብደንቢ ባዕለይ ዝሰርሐሉ ዝነበርኩ ዶ ኮንኩ መኸተ ይፈልጥ እየ
እንታይ ምዃኑ ተረዲእኪ ድመን እይኸ ሪፖርት ድግበሮ መንኸ ክፈልጦ ይግበር እሱ እንደገና ንገርኒ ኢኸ እሱ ለግልፅ ኣብለ ክነግረኪ ሓና መኸተ ኣብዚ ዳስፖራ በተለይ ዩኤስ ማለት እዩ ብመን ኢና ንልእኽ ነርና ነይሮም ማለት እዩ ይለኣኽ ነይሩ ተፀዊዑ ሽዶ ኮሚኒታት ኩለን ድልኡካሉ ማሕበር ነይርወን ዳብ ሓደ እተይ ተባሂሉ ማለት እዩ ተወዲኡ ኩሉ ነገር ማለት ኣይኣርኤስ ዝብልዎ ናይዚ ዓዲ እንሆ ስልክ መፅኒ እንትን ኢለኩም ኣብዚማ ናብቲ ዲኤ ኢና ንልእኾ ነርና ጓራያ ክነግረኪ ማለት እዩ ኩሉ ቅርሽታት ዳብቲ ዲኤ እተይ ተባሂሉ እቲ ዲኤ ኢዱ ድሕዞ ነይሩ ማለት እዩ ኮሚኒታት ኩለን ዳብቲ ዲኤ ዳኣተየ ቅርሺ ዳብ መኸተ ኣይኣተየን እዩ ዳብ ትግራይ ተባሂሉ

ምስጥር ኣይኮነ ገለ ይኮነ ማለት እዩ እዚ ንመን እዩ ካሲሱ ዳስፖራ ንትድኤ ማለት እዩ ሃመይ ገይርካ ኢካ ትሰዶ ነርካ ህንደይ ህንደይ እዩ ካብ ኢች ስቴት ህንደይ ኣትዎም ይነገረና ኢሉ መፂኦም ደብረ ፅዮን ተፀዊዑ ጌታቸው ተፀዊዑ ደብረ ፅዮን እንታይ ኢሉ ኣነ ኣረኪበ ኣለኹ ናብ ጌታቸው ኢሉ

ናይ መኸተ ዝነበረ ቅርሺ ኢሉ ኦኬ ኩሉ ሰብ እንታይ ኢልዎ እሺ በል ካብ ሓንቲ ስቴት ካብ ትድኤ ንትድኤ መልሲ ድንደልዩ ሕና እቺ ስቴት ህንደይ ልእኸናልኩም ኣብ ሰለስተ ኣብ ኣርባዕተ መኸተ ኣብ ሓደን ክልተን ሰለስተን ኣርባዕተን ህንደይ ህንደይ ልኢኸናልኹም ካብ ትድኤ ህንደይ ተረኪብካ ጌታቸው እቲ ኣልስቲ ንገሩና ኢሎሞ ኣይመለሰን ኣይመለሰን እዩ እንደውም ከለ ምልክቱ ባህር ዳር ደኸደላ መዓልቲ እያ ነይራ ማለት እዩ ኣብ ናብ ኤርፖርት ለኣተኹ ባህር ዳር እናኸድኹ እየ ሕዚ ንስራሕ ኢሉ ወፂኡ ከይዱ ኣይመለሰሉን ንህዝቢ ኩሉ መኸተ ማለት እዚየ ድፈልጦ ኣነ ካልእ መኸተ ትፈልጥዎ ተሃለየለለ ንገርኒ ማለተይ እዩ።
እፎ መኸተና ገንዘብ ባይዘወይ እዚ ቲዲኤ ዲኽ ልበልኹዮ እሱ ኣሕና ልባዕሉ ዲዳብል ፋውንደሽን ነይርና ፋውንደሽናት ነይሮም ድሕሪኡ ላውዚ ተኣከብ ልሊ መዓዛ ጊደይ ኮይናን ላምፅኦ ስነ ሓሳብ ላብትዲኤ ድዩ ላብድዲኤ እዩ ልበሃል ገንዘብ ኣታዊ ይኹን ምክንያቱ ገንዘብ ይብላዕ ኣሎ እዩ ተብሂሉ መፅኡ ኣሕና በተለይ ኣነ ድነበርክዎ ግሩፕ እምቢ ይብለዮ ማለት እዩ መዓዛ ግደይ ብህይወት እነሃ እምቢ ይብለያ ልምንታይ ብላትኒ በቃ ኣይንፈልጢ እንታይ ብላትና ልምንታይ ኢላ ውልኾኑ ለቅርሺ ብለያ ሓትትናያ ማለት እዩ መዓዛ ግደይ ሚእቲ ሚልዮን

ስብሰባ ድዩ ሚቲንግ እኒሀ ንግዛዕ ብላ ደይመለሰትለይ ከይዳ ማለት እንሆ እዮም እቶም ምሳና ዝሰርሑ ነበሩ መኸተና ገንዘብ ጥራሕ ኣይኮነይ መኸተና ገንዘብ ሓደ ኦኬ ኦዲት ተገይሩ ተሓታትነት ይረጋገፅ ምስ ተባሃለ ተኾይኖም ልል በዓል ደብረፅዮን ተሓታትነት ለያረጋገፁ ሓደ ሕቶ ካልኣይ ነገር እንደገና እ፣ መኸተ ና ገንዘብ እዩ ና ዲያስፖራ ታይ ጌጋ ነብርዎም ታይ ፅቡቅ ነብርዎም ታይ ድክመት ነይርዎም ታይ ጠንካራ ነብርዎም ይገምገም ተብህሉ እዩ ኣይተገምገመ እዩ ዝለ ምክንያቱ ይፈልጥዎ እዮም እያ ካልኣይ ነገር ኣነ ብጣዕሚ ዝገርመኒ ነገር ሲ ሐዚ ስክስ ዓሳድራያስ ኣብ ኣሜሪካ ከምድናኺ ክታውግዕ ኣለኽኒ ኣብ ኣሜሪካ እስኺ ብጣዕሚ ኣብ ፅቡቅ ዝኾነ ናብራ ንእኺ ኣይኖ ብጣዕሚ ፅቡቅ

ኣብቲ ጉባኤ ተገምጊሙ እዩ ስለ ናይ መኸተ ማለት እዩ መን እዩ ደይ ኣተየ ግና ያው ባዕሉ እዩ ጌታቸው ኣትኡ እንድሕ ትፋሊምዎም ነይሩ ደስ ምበለኒ ማለት እዩ ኣነለ ካብቲ ጉባኤ ካብ ክቀሪ ኣብ ውሽጢ ኣትዩ ስለተገምገመ ማለት እዩ ካብ ባዕሉ ለ ካብ መጀመርያ ለኮ ብረት ሰሪቑ ይብለና ነይሩ ገምጊሙኒ ኢሉ ግና ናብ ውጤትለ ኣያምፅኦን ማለት እዩ እኽሊ ይስረቕ ይበሃል ነይሩ መዓት ነገራት ነይሩ ማለት እዩ መጨረሻኡ ግና ርዛልቱ ኣይረአናሉና ሕናለ ባዕሉ ለፍንጭ ድሃበናለ ማለት እዩ ክብለኪ ካብኡቲ ለውጢ ትብልኒ ንማሕበረሰበይ ካብ ድገርመካ ኣነ ሕዚ ይኮንኹን ሕዚ ኣይኮንኹን ሕወሐት ደጊፈ ማለት ናይ ሕወሐት ደሎ ማሕደራ ኩሉ ደጋፍት ማለት ኣይኮንኹን ኣነ ብጣዕሚ ድቃለሶም ሰብ እየ ካብ ቃደም ማለት እዩ ማሕበረሰበይ ወኪለስ ኣሜሪካ እየ ኮፍ ኢለ ኢለ ኣነ ኮፍ እሽ ደይብል ሰብ እየ ብጣዕሚ ምሩርቲ ብማሕበረሰበይ በተለይ ማለት እዩ ስለ ናይ ካልእ ስለ ዘይፈልጥ ጠይቀ እየ ኣይብልን ሙሉእ ትግራይስ ጠይቀ እየ እ፣ ማሕደራ ንምንታይ ይባላሸ ኢለ ኢለ ጠይቀ ክብለካ ኣይኽእልን ስለ ናይ ህዝበይ ናይ ራያ ግና ኣብታ ዕርፍተይ ድኸድኹዋ ኣብ ዝረእኹዋ ቁፅሪ መፅየ ብማሕበረይ ንምንታይ እዚ እዚ ይስራሕ ኣሎ ኣብ ራያ ንምንታይ ሃምዚ ዓይነት ግፍዒ ይበፅሑ ኣሎ ኢለ ድቃለስ ሰብ እየ ማለት እዩ ማንኛውም ወዲ ራያ ትጥይቅ ትኽእሊ ኣብ ደገ ድነብሩ ማለት እዩ እዚ ማለት ግና ኢለኩ እኮ ኣነ ዲሞክራቲክ እና ሪፓብሊካን ፓርቲስ ኣሎ እዚ ዓዲ እቲ ፓርቲ ይኾን ኮይኑ ድፀልኦ እቲ መንግስቲ እቲ ድገዝእ እቲ ስርዓት ድህብ ካብ ወረዳ ጀሚሩ ካብ ኣውራጃ ካብ ላዕሊ ደሎ ግና ይቃወሞ እየ ኩሉ ሓደ ገይረ ማለት እዩ እዚ ኣ- ደይቅበሎ ኢለ ድብለኩ እኮ ኣነ እኮ ሕዚ እኮ ኣይቅበሎን ወዲ ዓደይ ኮይንለስ ሃምዚ ተላኢኸ እየ ካብ ላዕሊ ሃምዚ ኢሉ መፅኡኒ እየ ክብለኒስ ካምህሮ ለይደልይን ክቅበሎ ለይደልይን ከለድኡ ሓደ ገብረ እየ ኣነ ድቃወሞ

ሱቅ ድብል ሰብስ ኣይኮንኹን ኣይትፈልጥንን ሓቅኻ ኣይንፋለጢ ብንንሀኒ ዓቅመይ ግና ንህዝበይ ድቃለስ እየ ግና ብዓይኒ ጭፍን ኣይኮንኹን ናይ ባዕለይ ኣረኣያ ለለ ኣለኒ ውድብታ እዩ ኣብቲ ውድብ ደሎ ሰብ እየ ክቃለሶ ደኣ ውድብ ትጥፋእ ኢለ ሓደ ፓርቲ ህልም ክብል ኣለዎ ኢለ ኣይኮንኹን ድኻ ድየ ክብለኪ እደሊ እና ኣይ ዶኖ ካልእ ጥያቀ ተሃለኪ። ክነግረኪ ዓሳ ዶ ኣነ ሕዚ ዝገርመኒ ኣሎ ሲ ሓደ ነገር ዶ ክነግረኪ ኣብ ስልጣን ድነበሩ ኣብ ሕዝስ ኣብ ታሕቲ ድንሆ ዋላ ወዲ ራያ ይኹን ጥርዓን ኸይዲ ክልዕሉ እለ ኣለኮ እቲ ትእዛዝ ዝሃቦ ሰብ ስለ ዝኾነስ ብሃመይ ክፈትሐልኺ እየ ክትሓስብ ስኺ ውድብስ ድግፋይ ኣይድግፋይ ጥራሕ ዶ ይኾነስ እየ ውድብ ሕወሓት ትበሃል ሲ ኢሉ ኣለኹኪ ካብ ታሕቲ እስካዕ ላዕሊ ኸይድኺ ሰረቕቲ እዮም ሕዚ ኣብዚ ወዲ ራያ ወዲ ገለመለ ጥራሕ ኣይኮንኹን ኣለኹኪ ደቂ ከባቢና ጭምር ኮይኖም ናትና ደቂ ዓድና ጭምር ኮይኖም ምስኣቶም ዝሰርሑ ዝነበሩ ሰባት ለዋላሲ እዛ ውድብ እዚኣሲ ናይ ሰረቕቲ መጠራቐሚት እያ ናይ ወንጀለኛታት ስብስብ እያ እየ ልብል ኣለኹኪ ንኣብነት ሕደጉ እየ ካልእ ይቕረ ኣነ ብባዕለይ ዝፈልጦ ክፀውየኪ ኣብ ምድሪ እንደርታ ኣብ ምድሪ እንደርታ ኣመሓዳሪ ጣብያታት ደቂ እንደርታ እዮም ጥርዓን ኸይደ ጥርዓን ኸይደ ኣባይ ወልዱ ዳሃለዩ ኣርባዕተ ዓመት ሙሉ ኣነ ናብ ኣባይ ወልዱ ተመላልሰ ኢና መሬት ጉዳይ ነብር ነይሩ ብሎኽኪ ኣይደኖ ሕዚ ክናገሮ ዳይ ነገረ ኸይርያ ነብራ ሻዒት ኣብ ዝናዘዋ ታይ ደኾን ናይ ጥርዓን ግዛዕ ምዛዕ ሰማዒት እያ ነብራ ባይዘወ ይቅርታ ግበሩለይ ኸይርያ ማለት እዩ ኣነ ብዙሕ ላይክ ኣይገብራይ ብግላ ብጣዕሚ እየ ዝፀላኣ ኸይርያ እብራሂም ማለት እዩ ኣብቲ መሪሕነት ድነበረቶ ብጣዕሚ ብጣዕሚ ሕማቅ ስራሕ እያ ትሰርሕ ነብራ ደሓር ብቲ ናብ ውድብ ተኽሒዳ ልገጠማ ነገር ሃምሰብ ይሓዝነላ እየ ግን ኣብቲ ውድብ ደሃለ ትሰርሖ ነበረት ኣብና ዞባ ድኾነ ስልጣን ነብርዋ ምስ ኣላጋነ ነገር ነብርና ኣይዶኖ ላፍቲ ቢረኽድ ላፍቲ ቢረኽድ እዮም ድብልኻ ና መሬት ጉዳይ ነብርና ማለት እዩ ሶ ካብ ታሕቲ ኸይደስ ብለኹኪ ኣርባዕተ ዓመት መመላእታ ናባዕለይ ግራት መጀመርያ ኣብ እቲ እተገበረ ኣብዚ ከባብስ ኣይትነብርላይ ተብህለ እየ ኣብ ኻሊእ ከባቢ ከይዳ ተብህለ ቦሃሞ ብሃሞ ማለት እዩ ተኸራኽር ንኣርባዕተ ዓመት ሙሉእ ተማግተ ድሑረ ግን ሰንሰለት ተተሓሐዘ ካብ ጣብያ እስካዕ ክልል ከይዳ ኣነ ጥርዓን ሓደ ዓይነት ምላሽ

ደይርስዖ ሓደ ወዲ ዓድዋ ብዚ ኣጋጣሚ ክነገረኩም ሓደ ወዲ ዓድዋ ተክላይ ድበሃል ኣብ ናዘዋ ዝሰርሕ ነበረ እሱ እዚ ወረቀት ኣብ ናትና ቢሮ እኒሀ እዩ ኮፒ እኒሀ ንብል ከተከራከር ይብሉ ፀዊኒ ማለት ኣነ ኮፒ ተይገበርኩ ይህወዮ ሽለ ብግርህና ኣውፅሕዮ ስለለወኒ ብእምነት ኣውፅሐዮ ድሕሮ ተመልሱ ተደውሉ ካልእ ሽጣራ ተውህዎም እዚ ተክላይ ድበሃል ወዲ ዓድዋ ብሂወት እንሆዳይለ ኣይፈልጥይ

ረዳ ሓለፎም ኣነ ብትፈልጦ ነገር ልክ ክናገር ክእል እየ ምክንያቱ ብዙሕ ህንደይ ደቂ ራያ ኮይኖም በተለይ ኣብዛ ስልጣን ዝነበሩ ሰባትስ መሕለፊ መፈናፈኒ ስእኖምስ በቃ ምንም ክገብሩ ዘይከኣሉ እሽሎም ዝሓልፉ ሰባት መዓት ክህሉ ይኽእሉ እዮም። ደቂ እንደርታ ሃሙ ገበርቲ ሓደግቲ ቁልፊ ና ትግራይ ኣብ ካልኦት ሰባት እያ። ወዲ ከባቢ ከማ እንተስ ብዓው ብሽምግልና ብሽምግል ብሽማግለ ዓዲ ዋላ ብደባር ተገይርካለ ታለሙኖ ኢኻ ዋ እንታይ ኢኻ ትኾን ኣለኻ እስኻ ሒደ ግባ ህዝቢ ታበኪ ኣለኻ እዚ ትገብር ኣለኻ ትብሎ ትኽእል ኢኻ ሽግር ኣይብሉ ብደባር እንታይ ኣምኑ ብሕጊ ኣይግዝኡ ብምንም ነገር ክልመኑ ደይኮኑ ብደቂ ዓዲ ብደቂ ዓዲ ብልካ ወዲ ዓድካ ይኮነ ብእከለ ያስምዖ ይብልካ ከይትፈልጥ መን ሃምላ ኣስምዖም ደይትፈልጦም ሰባት ዳሰባሰበት ውድብ እያ ሕዚ እዛ ውድብ እዚኣ ሲ ብሃመይ መለክዕዩ ጭራሽ ህዝቢ ትግራይ ሃም ህዝቢ ቅርጥፍ ኣብላ በሊዓ ካሊእ ይቕራ ሰፉ ካሊእ ይቕረ ዝና መሬት ገለመላ ሕዚ ሕደጉ የማ ሕዚ ሕዚ ሕዚ ሕዚ ልዋዕሉ ህዝቢ ትግራይ እዚ ኩላ መስዋእቲ ካፍሉ ልዛ ውድብ እዚኣ ካድሕንውሉ ካቴምበን በረኻ ተጸይሮም መጾም ልል በዓል ደብረጼን ጌታቸው ናወንበር ጉዳይ ላተባእሱ ኢና ርእና እምበ ናህዝቢ ጉዳይ ላባእሶም ኣይረእናን ኣነ ድጌታቸው ደጊፈ ልደብረጼን ኣብል ኣይኮኑ ክልብለኽኪ ጉባኤ እዚ ከኣትነብርዎ ኣትዩ ክከራኸር ነብርዎ ብልኸይ ጉባኤ ከይትገብሩ ቅድሚ ሕዚ እኮ ምርጫ ከይትገብሩ ግበሩ ግ- ኣይትገብሩ ከይትገብሩ እዩ ተባይሶም ሓቀይ ምስ ኢትዮጵያ ለባእሰና ብምርጫ እዩ ምርጫን ኣካይድና ኣይታካይዱ ናይ ኢትዮጵያ መንግስቲ ሓደ ኮረና እዩ ካልኣይ ነገር ኩለን ክልላት ሕዚ ኣይገብራ ዕረፉ ኖኖ ሕገ መንግስቲ ይከበር ብሉ ትግራዋይ ተልዕሉ በሉ እምበኣይ እንድሕር ይከበረብልኩም ኣነለ ገርፈ ካክብረኩም ብሉ ገርፉ ገርፉ በ- ተንብን በረኻ ኣትይና ካብኡ ህንደ ሕዚ እኮ ሓደ እኮ እዮም ሓደ እኮ እዩ ክ- መኒሱም እኮ ፈደራል እኮ ሓደ እኮ እዩ ብዛ ናይ ውዕል ፕሪቶሪያ ፈሪማ ዝመፀትማ ፈደራል እዚ ግበሩ እዚ ትግበሩ እሱ ለክገብር የብሉን እሳቶም ለክገብሩ የብሉን እንዳሙ እሱ እኮ ኦቨር ድኸድሉ ሕዚ ፈደራል እኮ ሕዚ ካብቲ ሕጊ ወፃኢ እቲ ውዕል ኣፍሪስዎ እዩ። ኖ ኖ ሓቀይ እኮ እዩ ናንሰንስ ማይ ንዘራረብ ስቁና ናይ ህልክ ወይ ናይ ምባል ኣነ ኣይፎትዮ ኢለ ከም ዓይነት ክነግረኪ ሓደ ሓንቲ ጥያቄማ ጥየቀኪ ኣብ ምድያታት
እቲ ዳታ ትክክለኛ ዳታ ግን ኣይኮነ ድስክ ኣሜሪካ ድንእከ ኣብ ትግራይ ድንዮ ትግራዋይ ኩሉ ኣይፈልጦን ኣብ በከባቢኡ ጥራሕ ክፈልጥ ድኽእል ኣነ ብስራሕ ስለልተንቀሳቀስኩ ሪኢኺ ተኾይንኺ ኣብና ባህሊ ስለ ልሰርሕ እግረ መንገደይ ልሪኦ ድነበርኹ ልበይ ስለ ላሓመኒ እየ ናትግራይ ታይ ዓይነት ሽግር ሃምድኖ ሪኤዮ ዳኣ ኣነ ኣይፈልጦይ ኣብ ከባቢየ ድንሆ ጥራሕ እየ ልፈልጥ ብስራሕ ግን ተንቀሳቂሰ ድሕሪ ኹናት ትግራይ ታይ ትመስል ልብል ፕሮግራምም ስለ ልነበረኒ ኸይደ ማለት እዩ እሱ ንኣብነት ሽረ ተኸይደስ ኣብዛ ከተማ ሽረ ጥራሕ እየ ክቐርፅ ድኽእል ኣብዚ ገጠራት እንደይ መዓት ክህልኽል እዩ ዓድዋ ተኸይደስ ኣብ ከተማ ክኾን ኽእል እዩ ኣብ ገጠራቱ እንደይ ሽግር ክህልኽል እዩ እሱኮስ ብውሕዱ ብኢድካ ዳህሲስካ ልውዳእ ነገር ኣይኮነይ ብተክኖሎጂ ብዙይ ኣተሓሳስባ ትጋገ ኣለኺ እዩ ቤተሰብካ ደው ኢልካ ብቪደይ ምግራ ካልይ ነገር እዩ ኣብኡ ደይኮነማ ኣነ እዚ እዚ ክብል ኣብዛ ይደሊ ዳኣ ኮንኹይ ብብዙሕ ነገራት ኣብ ናይ ሰራዊት ይኹን ኣብተን ናይ ደቂ ኣንስትዮ ብዙሕ ነገራት ስለ ንርኢ ስለ ቴክኖሎጂ ትውለኽኪ እንታይ በፂሕዎ እቲ ህዝብና ድባዕሉስ ንሪኦ ኢና ማለት እዩ ብዙሕ ነገራት ኣብዚ ኣነ እንትን ክብለ ኣይደሊን ኣብኡታት እሞ ምስ ሻዕብያ ንተዓረቕ ከትድግፍ እዮም ዶ ንሕወሓት ምስ ሻዕብያ ንተዓረቕ ከትድግፍ እዮም ዶ ኢሎም ነይሮም ምስ ሻዕብያ ንሰርሕ ኢና ኢሎም ይኹን ብልፅግና ይኹን ፋኖ ይኹን ንዓይ ሓደ እዩ ፀላኣየ እዩ እሞ ምስራሕ እባ ትፈቕዲ ዶ ፀላኣየ ኣነ ኣይፈቕድን ምስ ማንም ክሰርሕ ኣይፈቅድን ምስ ማለተ እዩ ብልፅግና ትሰርሒ ማለት እንታይ ትገብሪ ድኺ ተፈራሪምኺ ትማራዓይ ምስ ድኹ ብልፅግና እማ ሓደ እኮ እዩ ብፅ ኣዋ ሓደ እኮ እዩ ብፅሕቱ ክ- ተትፈራረምኩ እኮ ህዝበይ ክምልሰለይ እዩ ህዝቢ ንክምልስ ህዝቢ ክልል ሰልኺ ነቢ በጀት ልህበኪ ምስ ሻዕብያ ተዋዳድርዮ ምስ ፋኖ ተዋዳድርዮ ሲ ፌደራል መንግስቲ እኮ በጀት ይብጅተላ ክልል ትግራይ ለሎ ሽግራት ምምታይ እንደገና መብቱ ስለ ዝኾነ እኮ እዩ ኣብታ ኣብታ ዓዲ ስለ ደላ ማለት እዩ ኣብቲ ዓዲ ስምዒዶ መውት ነውሪ ትግራዋይ ብመብት ተኸይድኺ ብህልኽ ተኸይድኺ ብመብት ሰባት ተሓሲብኺ ክልተ ዓመት መመላእታ ልኩት ኣቢላ ዓፅዩ ይውላብና ነርና ኢና መውት ኣይኮነ መጀመርያ ሓደ ነገር እማ ተገዲዱ እኮ መፅኡ ናብ ሕግን ናብ ስርዓትን እኮ መፅኡ ብዓለም ሕጊ ይኮነ ድዩ ተገዲዱ መፅኡ እንደገና ክሕልይዎ ድግብኡ ካብ ብልፅግና እኮ ተደልዩ ዋላ ጦርነት ይለዓል ኣይምልኮተይ ልምንታይ መሲልኪ ድጠመየ ህዝቢ የብሉይ፣ ዝተቆራረፀ ደቂ ድኻታት ኣይብሉይ። ትግራይ ግን ዓቕምና ማጢጦም መናእሰይና ወዲኦም ዝነበረ ጉልበትና በቲኖም እዮም ኣለሉ ሕዚ ኮርዕየይ ዶ ወዲኦም ትብለኽ እዮም ኣነ ድወደአለይ ብልፅግና እየ ዝፈልጥ ማለት እዩ ኣብኡ ኮይደ ይንስማማዕ ኣነስኸ ኣይንስማማዕን ኣብኡ

ኣይ ብልፅግና እንድዩ ሸውዓተ ሃገራት ኣእትዩ ዳደብደበኒ እኮ ብልፅግና እዩ ሕወሓት ድዩ ጦርነት ገጥምኺ ጦርነት ገጥምኺ እንድኺ እማ ጦርነት ዝገጠምኩም እንታይ እዩ መብት- መብት- መብት ህዝቢ ትግራይ ስለ ድነፈገ እኮ እዩ ጦርነት እኮ ስለ ደለዮ ኮነን ህዝቢ ትግራይ ናብ ጦርነት ኣትዩ ስምዒ ዶ ይነግረኪ ጦርነት ስለዝደለዩ ኣይኮነን ዋይ ዋይ በሊ ቅድሚ ጦርነት ቅድሚ ጦርነት ትሓስብዮ ዝግበአኪ ነገር ሃምሊ በዓል ደብረ ፅየን ትሽዓንተ ሽሕ ሒዞም ንዓ ግጠመና ውሎም ኣብ ጦርነት ደኣ ይኹን ድሮን ልምታ ካልእ ነገር ገብሩ ህባ ኢለ ይብለኪ ዋ ጦርነት ቆይ ጦርነት መሪፅካ ድኒ ብኮሚደረ ድኹም ትዋቕዑ

ኣሕሊፍካ ሃብ ተቢልካ እምቢ ኢልካስ ድሓር ወቕዕ እናበልካ ዋይ ዋይ ጦርነት መውቕዒ በትሪ ህቦም ወድመፁ ልደብረፅዮን እዮም ብዓሳት ድራያ ድኸብኹ እዮም መፅኺ ስልጣኒ ባንኪ ታንኪ እኮ ኣረክቦም ወድመፁ እዞም ሕዚ ውድብ ህወሓት ኢና ድብለው እኮ እዮም እዞም ሕዚ ይድግፎም ኣለኹ ትብሉ ኣለኹም ኮ ሕዚ ኣነስ ብምንታይ መለክዒ ኣነ ብልፅግናስ ወቂዕኒ ኢለ ልበኪ በትሪ ለቐበሎ ሰብ ኢለ ኣነ ፀላእ እየ ለኣነ ልል በዓል ደብረፅዮን ልህዝቢ ትግራይ ፈሊጦም ተፃሪፎም መፅኦም በትሪ ሰይፊ ባንኪ ታንኪ ሂቦም ሁባይ ለበሉ እንዶ ብኬሚካል ገይሩካ ኣጥፍእዮም እዮም ኢሎሞ ነይሮም ምስ ኣብዪ እሳቶም ምስ ኣብዪ ኮይኖም እዮም ኣጥፊኦምና ፈሊጦም ብካሊእ ሰባት ሃምልጠፈኣና ለኣቶም ከይንጥርጥሮም ልግበርዎ ሴራ ተንኮል ድኣም እዚ ጦርነት ካብ መጀመርያ እስካዕ መጨረሻ ልመሃዝዋ ህወሓት እዩ ህወሓት እዩ ምዃኑ ተረጋጊፁ እዩ ብልፅግና ለ ዋይ ብኹሩ የኹሩምተዋ ጭንጫ ክሓይ ኮሎ ይግድሸ ደቂ ዓዶም ኣሕሊፎም ለሃወንማት ኣትኒ ብድሮ እንዲዩ ብከሚካል ገይረ ቃፂለ የውድእኩም የግድሸና ኢልኩም ካልኣይ ነገር ሕደጉ የመና ብልፅግና እስናይ ከረዳዳ